ሰላም ሰላም ክቡራትን ክቡራንን ተኸታተልቲ መደብና መደብ ቻናል ቃና ብዜማ እምበኣርከስ ክቡራትን ክቡራንን ሓደስቲ ናይዚ ዩቱብ ቻናል ዝኾንኩም ሸር ሳብስክራይብ ላይክ እንዳገበርኩም ቤተሰብ ንክትኮኑ ኣብ መጨረሻ ድማ እዛ ናይ ደወል ምልክት ብምህራም ናትፊከሽን በብግዚኡ ዘዝለቐቕናዮም ቪድዮታት ወይ ዘዝለቐቕናዮም ሓደሽቲ ኢንፎርሜሽናት ናብ ኢድኩም ንክበፅሑኹም በዚ ኣጋጣሚ ናይዛ ዶበል ኦል ኢልኩም ክትወፁ ተስፋ ገብር እምበኣርከስ ክቡራትን ክቡራንን ተኸታተልትና ሎማዓንቲ ኣብ ሊብያን ከባቢኣን ንዝርከቡ ኣሕዋትናን ኣሓትናን ገጢምዎም ንዘሎ ናይ ግፋ ኩነታት ንእሽተን ናባኹም ገለ ሓበሬታታት ካብጽሕ ብምባል እየ ናብዚ ምሳኹም ተረኺበ ዘለኹ። እምበኣርከስ ክቡራትን ክቡራንን ተኸታተልትና ብፍላይ ከኣ ኣብ ሊብያ ከባቢኣ ተቐመጥቲ ንዝኹንኩም ስፔሻሊ ድማ ኣብ ትራብሎስ ወይ ድማ ኣብ ርእሰ ከተማ ናይታ ሊብያ ትበሃል ሃገር ትቕመጡ ንዘለኹም ሓበሻና ብምልእኹም ማለት እዩ እዚ ግፋ ብጣዕሚ ጽዕጹዕ ዝኾነ ግፋ ክሳብ ዘሎ እዚ ግፋ እዚ ድማ ንኹሉ ለኻኺሙ ዝኸይድ ዓይነት ስለዝኾነ ካብቶም ሰበስልጣን ዝተረኸበ ገለ ናይ ሓበሬታ ድምፂ እውን ኣለና። ተመሳሳላይ ድማ ካብቲ ግዳይ ናይቶም ግፋ ዝተገፈፉ ግዳያት እውን ገለ ረኺብናዮም ሓበሬታ ዘብፅሑልና ሰባት እውን ስለዘለዉ ካብኣቶም እውን ንእሽተን ሓሓሊፍና ድምፂ ክነስመዐኩም ኢና ማለት እዩ። ስለዚ ኩብረትን ኩብራንን እዚ ሕጂ ገጢመና ዘሎ ኣብ ሓበሻ በጺሕዎ ዘሎ ኣብ ዝተፈላለዩ ብፍላይ ከኣ ኣብ ቀርኒ ኣፍሪካ ብፍላይ ብስፔሻሊ ምስ ናይ ኢትዮጵያን ናይ ትግራይን ናይ ኤርትራን ኣጋጢሙ ዘሎ ናይ ዘይምስናይ ምትፍናናት ተወሳኺ ኣብ ናይ ሱዳንን ከባቢኣን ገጢሙ ዘሎ ናይ ምትፍናናት ስዒቡ ብዙሓት ህይወት ሰባት ንስእን ከም ዘለና ብዙሓት ህይወት ንስእን ጥራሕ እውን ዘይኮነ ብዙሓት ንዋያትን ይወድምን ብዙሓት ኣዶታትን ኣሕዋትን ህፃውንትን ዓበይቲ ወለድን ኣደዳ ንብዓትን ኣደዳ ሞትን ይኾኑ ከም ዘለዉ እዩ እቲ ንሪኦ ዘለና ብዝተፈላለዩ ፕላትፎርም ማለት እዩ ስለዚ ኩብራትን ኩብራንን ብፍላይ ከኣ ገና ናብ ስደት ዘይከድኩም ዘለኹም ብዛዕባ ስደት ምዕላል ካብ ጀመርና ናብ ዝተፈላለዩ ከባቢታት ትስደዱ ዘለኹም ኣሕዋትና ብፍላይ ከኣ ብስፔሻል ማለት እዩ ኣብ መረበትኩም ወይ ድማ ኣብ ዓድኹም ንዘለኹም ኣሕዋትና ፕሌስ ፕሌስ ፕሌስ ፕሌስ ኣብ ዓድኹም ካብ እናፀገብካ ኣብ ዓዲ ጓና እናጠመኻ ኣብ ዓድኻ ይሕሽ ከም ዝኾነ በዚ ኣጋጣሚ ዝጠፈእኩም ኣይኮነን ግን ሓደ ሓደ መዓልቲ እናተመኸርካ ብ እናተማኸርካ ብ ምስ ትኸይድ እዩ እቲ ጽቡቅ ዛዕባ ክኾን ዝኽእል ብ ዝብል ሓሳብ እዩ እምበር ጠፊእኩም ከም ዘይከውን ተስፋ ኣለኒ ብፍላይ ኣብ ሱዳንን ከባቢኣን ንዘለኹም ተጋሩ ኦልሞስት ኣብ ሱዳን ሃገርኩም ኣብ ሱዳን ዘይኮነ ተሰዲድኩም ኣብ ሱዳን ዓቂብኩም ንዘለኹም ምስቲ ናይ ሕጂ ሱዳን ኣጋጢምዋ ዘሎ ዘይ ምስናይ ወይ ድማ ኣጋጢምዋ ዘሎ ናይ ኩናት ቅልውላዋት ምስኡ ስዒቡ ካብ ሱዳን እናወጻኹም ናብ ሊብያን ናብ ካልኦት ካልኦትን ዘይሕጋዊ ስደት ትውሕዙ ዘለኹም ኣሕዋትና ፕሊስ ፕሊስ ፕሊስ ፕሊስ ጥንቃቐ ክትገብሩ ትኽእሉ ኢኩም ኣብቲ ናይ ሱዳን ከባቢታት ብዝተኻኣለኩም መጠን ናብ መዓስከር እናኸድኩም ዲኹም ገለ ናበልኩም ሂወትኩም ክተፅንሑ ተስፋ ይግበር ምክንያቱ ናብ ሊብያ ትመፁ ዘለኹም ሰባት ኣብ ሳሃራ ኦል ኣብ ካልእ ካልኦት ናይ ሂወት ናይ ሂወትኩም ናይ ምሕላፍ ኣሎ ፀገማት ኣሎ ተወሳኺ ድማ ኣብ ትራብሎስ ብ ዩነስኣር ምንም ከድሕን ከም ዘይኽእል እዩ ዝንገር ዘሎ ዩነስኣር ኣብ ካርቱም ኣይ ቲንክ ሶ ኣብ ሊብያ ትራብሉስ ዝበሃል ኣብቲ ርእሰ ከተማ ዩነስኣር ምንም ከድሕነካ ኣይኽእልን እዩ ምንም ከድሕነኩም ኣይኽእልን እዩ በቃ ከድሕን ኣይኽእልን ዩነስኣር ኣብዚ ግዜ እዚ ማለት እዩ ይገፈፉ ኣለዉ ብዙሓት ወለዲ ይገፈፉ ኣለዉ ኣሕዋት ስለዚ እዞም ህዝብና እዚኣቶም እዞም ስደተኛታት እዚኣቶም ድማ ምናልባት በቢ ዝተፈላለዩ ከባቢታት ዝበፅሖም ዘሎ ብጣዕሚ ሰፍ ዘይብል ማህሰይቲ ሰፍ ዘይብል ናይ ስነ ኣእምሮ ናይ ሳይኮሎጂ ፀገማት የጋጥመሎም ኣሎ ህፃውንቲ ሒዘን ኣዶታ ኣሕዋት ኣካሎም ዝተሰንከሉ ብዙሓት ኣሕዋትን ብዙሓት ኣሓትን ኣደዳ ፀገማት ኮይኖም ፈቀድኡ ይጎዩን ፈቀድኡ ይህረሙን ፈቀድኡ ይንገላትዑን ፈቀድኡ እሱራትን ይኣትው ስለ ዘለው ስለዚ ብምሉእና ነዚ ነዚ ቻናል እዚ ትከታተሉ ዘለኹም ነዚ ኢንፎርሜሽን እዚ ትከታተሉ ንዘለኹም ዝኾነ ይኹን ዝኾንካ ይኹን ነዚ ቪድዮ እዚ ትርኢ ዘለኻ ሸር ብምግባር ናብ ኣሕዋትካን ንኣሓትካን ድምፂ ናብ ክኾኑ ዝኽእሉ ማሕበረሰብ ክተብፅሕ ተስፋ ገብር ብስፔሻሊ ድማ ኣብ ትራብሎስ ኣብ ሊብያ ኮይኑ ኣብ ትራብሎስ ኣብታ ርእሰ ከተማ ኮይኑ ብስፔሻሊ ከባብታት ዝፅርሑ ከባብታት ኣለዉ ብፍሉይ ከባቢ ማለት እዩ ሻርዕ መጣር፣ ሻርዕ ዓሸራ፣ ካልኦት መንደራትን ዘካተተ እንትኸውን ብተወሳኺ ድማ ዛውያ ገለ ዛውያ ዝበሃሉ ካልኦት ሜዲናታትን ማለት እዩ። ኣብዞም ካብታት እዚኣቶም ብጣዕሚ ብጣዕሚ ብጣዕሚ ጽዕጹዕ ዝኾነ ናይ ግፋ ክያዶ ይኽየድ ስለ ዘሎ ስለዚ ኩላትና ኣብ ዝተፈላለዩ ከባቢታት ኮይና ንከታተል ዘለና ኣሕዋት ፕሊስ ፕሊስ ፕሊስ ድምፂ የሕዋትና ክንከውን ተስፋ ገብር በዚ ኣጋጣሚ ካብቶም ሓለፍቲ ካብቶም ንሓለፍቲ ናይቲ ግፋ ኦር ሓለፍቲ ናይቲ ከባቢ ንዝኾኑ ገለ ኢንፎርሜሽን በፂሕና ኣሎ እዚ ኢንፎርሜሽን እዚ ናባኹም ክነብሎ ኢና ሰናይ ምክትታል በዚ ኣጋጣሚ ነዚ ኢንፎርሜሽን እዚ ከብፅሑልና ከለዉ ንሓበሻ ኣብ ልዕሊ ሓበሻ ዘለዎም ኣረኣእያ ብዝተወሰነ መልክዑ ኣብ ገዝኦም ወይ ድማ ኣብ ገዛና ክንቅመጥ ኣብ ገዛና ነዚ እዛ ጉዳይ እዚኣ ተኸታቲልና ኣብ ገዛና ክንፀንሕ ስለ ዝተደለየ እዩ ናይቶ ሓበሻ ሓልዮት ጥራሕ ዘይኮነ እቲ ኢንፎርሜሽን ከብፅሑ ስለ ዝተገደዱ እዩ ኢንፎርሜሽን እዚ ብዝተወሰነ መልክዑ ኣብፅሖሞ ዘለዉ ስለዚ ብዝተኻእለና መጠን ሓበሻ ዘዝተባሃልና ወይ ድማ ላጂን ዝተባሃልና ሰባት ብዝተኻእለና መጠን ካብ ገዛና ክንወጽእ ትጽቢት ኣይግበርን እዩ። ኣብ ገዛና ኮይና ንግዚኡ ይጥመየና ይጽመኣና ካብ ገዛ ብዘይ ምውጻእ ከተተሓባበሩና በዚ ንላቦ። ስለዚ ክቡራትን ክቡራንን ናብዛ ክብለኩም ዝጸናሕኩ ናይቶም ሓለፍቲ ሓበሬታ ናባኹም ከብልዐ ሰናይ ምክትታል።

ሸርፈለዉ ሸርፈለዉ ወዲ ሓወቦይ ግፋሎ በሃል ኣሎ ኣብ ሊብያ ተቀማጦ ሊብያ ብፍላይ ድማ ተቀማጦ ትራብሎስ ኣይንውጻእስ ካብ ገዛና ድሕሪ ጽባሕ ንዕለት ክልተ ግፋሎ በሃል ኣሎ።
እምበኣርከስ ኮብራትን ኮብራንን ከምቲ እናተኸታተልኩሞ ዝጸናሕኩም ኣብቲ ናይ ዓረብ ምትርጓም እኳ ብዙሕ ዓረብ ንኽእል ኣይኮናን ብዝኾነ ግን ዓረብ ትኽእሉ ሰባት ብስፔሻሊ እቲ ትርጉም ፈሊጥኩሞ ክትኮኑ ተስፋ እገብር እቲ ኢንፎርሜሽን እውን ብከመይ መልክዕ ክተብፅሕዎ ከምትኽእሉ በዚ ኣጋጣሚ ክትሕግዙ ተስፋ እገብር ዓረብ ካባይ ንዝገደድኩም ዓረብ ጠቕሊልኩም ዘይትኽእሉ ድማ ያው ፖላይስ ናይቲ ሃገር ወይ ድማ ናይቲ ከባቢ ፖላይስ ካልኦት ካልኦትን ዘለው ማለት ሕጋውያን ዝኾኑ ነቲ ግፋ ንሱ ክገፉ ዝኽእሉ ሕጋውያን ናብ ዝተፈላለዩ ቦታታት ክኸዱ ከም ዝኽእሉ ፈቐደ ድኳን ክኸዱ ይኽእሉ ፈቐደ ዓማራት ክኸዱ ይኽእሉ ናብ በቃ ኣብ ሓፂሩ ሓበሻ ክርከብሉ ናብ ዝኽእሉ ካብታት እንዳተንቀሳቐሱ ሓበሻ ክገፉ ከም ዝኽእሉ እዩ ዝነገር ዘሎ ስለዚ ዓብዪ ጥንቃቐ ክንገብር ክንከእል ኔና ካብዚ ኣከታቲልና ድማ ኣብዚ ጉዳይ'ዚ ኣካቲቱ ማለት ካብቶም ግዳያት ናይቲ ግፋ ዝኾኑ ዝተወሰኑ ካብ ኣወዳት ኢቭን ኢፍ ካብ ኣዋልድ እውን ገለ ዝረኸብናዮ ሓበሬታ ኣሎ ኣከታቲለ ናብዛ ዝተረኸበት ናይ ካብ ናይ ደቂ ኣንስትዮ ኣሕዋትና ዝተረኸበት ናይ ድምጺ ማሕተት ናብኣ ከብለኩምየ ሰናይ ምክትታል። እሕዋት ከመይ ኣለኹም ደሓን ዲኹም እሕዋተይ ኣነ እንታይ ክብለኩም ደልየ መሲልኩም እዚ ግፋ ዝበሃል ዘሎ ሓቂ እዩ ተረዲኡኩም ኣሎ ምኽንያቱ ንሕና ኣብዚ ኣብሰሊም ሻርዕ ሸባኒ ኣለና ሕጂ እቲ ዋና ገዛ መጺኡ ቅድሚ ክልተ ሰዓት ማለት እዩ ውጹ ገዛይ ከይተስብሩለይ ምኽንያቱ ግፋ ናይ ላጅኢን ስለ ዘሎ ውጹ ገዛይ ከይተፍስብሩለይ ተነጊርና ስለ ዝኾንና ሃያ ውጹ እሞ እንታይ ክንገብር ንሕደር እሞ ዋላ ንግሆ ናብ ዝኾነ ክንከይድ ተበልናዮ ላላላእ ከምኡ ዝበሃል የለን ውጹለይ ጥራይ ገዛይ ኢሉ ብሓይሊ ውጺና ማለት እዩ ወጺና ኣለና ሰራጅ ክንከይድ ተደሊና ከኣ ኣብቲ ሰራጅ ምነዘማ በዓል ታክሲ ደው ኢልናሉ ኣነ ሕጂ ክወስደኩም ኣይክእልን እየ ሕማቅ ስለ ዘሎ ግፋ ስለ ዘሎ ናይ ኣጃንብ በዋባ ስለ ዝገበሩ ንዓኹም ሒዘኩም ክኸይድ ክልከም ኣይኮንኩን ኢልና በቃ ኣብ ሻርዕ ኢና ዘለና ስለዚ የሕዋት ተጠንቀቁ ክብለኩም ኢለ እየ። ንሕና ሕጂ ምስ ቆልዑትና ኣብ ሻርዕ ኣለና በቃ ዋና ገዛ ኣውጺእናዮ ካብ ገዛ ኻላስ መዕቆቢ የብናን ሰራጅ ክንከይድ ተደለና ኻኣ ባዓል ታክሲ ነይሩ ሓደ ዓሚልና ኣብይና ማለት እዩ ስለዚ ሓቂ እዩ ተራጋጊጹ እዩ ባኣና ማለት እዩ።
እምበኣርከስ ክቡራትን ክቡራንን ተኸታተልቲ ናይዚ ዩቱብ ቻናል ቃና ብዜማ ንኹሉኹም ተኸታተልቲ ኣብዚ ቪድዮ እዚ ኣብዚ ሓበሬታት እዚ ትሰምዕዎ ንዘለኹም ብምልእኹም ሸር ሳብስክራይብ ብፍላይ ሳብስክራይብ ዘይገበርኩም ዘለኹም ሳብስክራይብ ብምግባር ናይዚ ቻናል እዚ ሓደስቲ ንዝኾንኩም ቤተሰብ ንክትኮኑ በዚ ኣጋጣሚ ክነግረኩም ፈቱ ከዘኻኽረኩም ደሊ ማለት እዩ ካብ ድማ ኣብ ሊብያን ካባቢያን ንዘለዉ ኣሕዋትኩም ደቂ ዓድኹም ደቂ መንደርኩም ኦልሞስት ፈተውቲ ፅቡቕ ግብሪ ንዝኾንኩም ብምልእኹም ማለት እዩ እዚ ሓበሬታ እዚ መታን ንቶም ኣብቲ ከባቢ ሊብያ ንዘለዉ ማሕበር ሰብና መታን ክበጽሖም ሸር ብምግባር ብቲክቶክ ኦር ብዝተፈላለዩ ፕላትፎርም ንክበጽሖም እዚ ኢንፎርሜሽን እዚ ሸር ክትገብሩ ተስፋ ገብር ላይክ ብምግባር እውን ምክንያቱ ላይክ ንድሕሪ ጌርናዮ ኮይንና ናብቶም ካልኦት ሓደ ሓደ ፕላትፎርማት እውን ክኸይድ ስለ ዝኽእል ሓጋዛይ ስለ ዝኾነ ላይክ ብምግባር እውን ክትተሓባበሩና ተስፋ ንገብር ዝኾነ ይኹን ሰብ ኣብዚ ግዜ እዚ ክኽሰር የብሉን ዝብል ኣቋም ብምሓዝ ሂወት ኣሕዋትናን ኣሕዋትናን ህዝብናን ክነድሕን ተስፋ እገብር። ካብዞም ሕማቓት ቅልውላዋት እዚኣቶም ብፍላይ ከኣ ኣብ ቀርኒ ኣፍሪካ ኣብ ቀርኒ ኣፍሪካ ኣጋጢሙ ዘሎ ዘይምስናይ ዘይምስምዕማዕ ምስቲ ገጢምና ዘሎ ብዙሓት ሂወት ኣብ ምኽሳር ዘለና ሰባት ድማ ኣትኲርና ክንሰርሓሉ ተስፋ ይገብር። ነዚ ኢንፎርሞይሽን እዚ ኣዳሚጽኩም ክሳብ መወዳእታ ምሳይ ንዝጽናሓኹም ኩቡራትን ኩቡራንን ተኸታተልቲ ድማ ካብ ልቢ እየ ዘመስግን። ክብረት ይሃበለይ ስለ ዘዳመጽኩምና ስለ ዝሰማዕኩምና Thank you።